ሰላም ዝኸበርኩም ንፍተወትን ቤተሰብ ናዚ ቻናል ከመይ ትኾኑ ሎሚ እውን ከምቲ ልሙድ ብዝተፈላለዩ ዛዕባታት መፅኤኩም ኣለኹ ቅድሚ ግን እዚ ቻናል ንክዓቢ እዚ ቪድዮ ድማ ናብ ካልኦት ንክበፅሕ ላይክ ሼር ኮመንት ብዓብዩ ድማ ሳብስክራይብ ብምግባር ጀምርዎ ካሜራ ማን ፊልሞን ገብርሂወት፣ ፊላሪ፣ ሓዱሽ ደሃይ ተረኺቡ። ቲክቶክ ኣካውንት ናይ ጓል ኣሉላ ኣባነጋ ደቂ ውቕሮ ኣዕጽዮሞ እናተባህለ እዩ። ዘመን ኣለምሰገድን ትዲኤፍ ኣማላይን ብሂወት ክሕተቱ ኣለዎም እናተባህለ እውን ኣብ ማሕበራዊ ሚድያ ይንቀሳቐስ ኣሎ። እምበርከስ ክብረት ፈተውትና ከም ዝፍለጥ ፊልሞን ገብርሂወት ፊላሪ ካሜራ ማን ማለት እዩ ካብ ዝጭወ ኣስታት ክልተ ወርሒ ክመልኦ መዓልትታት ተሪፎን ኣለዋ ፊልሞን ገብርሂወት እስካብ ሕጂ ክልተ ወርሒ ክመልእ ከሎ ምንም ዓይነት ዝኾነ ደሃይ ኣይተረኸበን ባዕሉ ክርከብ ኣይከኣለን ነገር ግን ንዕኡ ኣብ ቀይዲ ኣውዒሎሞ ወይም ድማ እሱ ክጭወይ ተሎ ኢድ ኣለዎም እዩ ክህልዎም እውን ይኽእል እዩ ተባሂሎም ዝተጠርጠሩ ጠር ተጠርጠርቲ ሓደ በዓል በጃጅ ምስ በጃጁን ኣርባዕተ ግለ ሰባት ድማ ካብ ክፍለ ከተማ ዓዲ ሓቂን ከም ዝተረኸቡ ተታሒዞም ኣብ ቀይዲ ውዒሎም ከም ዘለዉን ፖሊስ ክፍለ ከተማ ዓዲ ሓቂ ኣፍሊጡ ነይሩ ማለት እዩ። ነገር ግን ሎማዓንቲ ድማ ሓድሽ ተወሳኺ ዳሂ ፊልሞን እየ ሒዘልኩም መፅየ ዘለኹ። እዚ ሓድሽ ዳሂ ፊልሞን እንታይ እዩ ዝብል ነገር ቅድም ክብል ሰበይቱ ኣብ ዩኒክ ሾው ቀሪባ ፊልሞን ብህይወት ክህሉ በዓልቲ ዓቢ እምነት ክገብረኒ ካብ ዝኸኣለ ሓደ በየመዓልቱ ስልኪ ስለ ዝድወለኒ እዩ። እታ ናሃቱ ስልኪ ውን ኣብ ዝነበረት ነይራ ትሰርሕ እያ ዝቕበላ ሰብ ግን የለን ኢሉ ድማ እናደወሉ በየግዜኡ ልዕሊ ዓሰርተ ሓሙሽተ ሚልዮን ውን ዝጥይቑኒ ኣካላት ኣለዉ ሓደ ድማ ተስፋ ዝህበኒ ሰብ ውን ኣሎ ኣጆኺ ምንም ኣይክኸውንን እዩ እሱ ጥራሕ ቕርሺ ተልኢክኺ ክንሰዶ ኢና ዝብል ብጣዕሚ መበረታትዒ ዝኾነ ዘረባ ዝዛረበኒ ሰብ ውን ካብኣቶም ኣሎ እቲ ስልክታት ግን እናተቐያየረ ስለ ዝድወል ናይ እከለ ክትብሎ ኣይትኽእልን ኢኻ ብዝብል እያ ኣብ ዩኒክ ሾው ቐሪባ ቃላ ሂባ ዝነበረት ማለት እዩ ኢሉ ውን እዚ ሓውና እዚ ክጭወይ ተሎ ብዙሓት ቐረብቱን ፈተውቱን ኣብ ቀይዲ ዋላ እኳ እንተወዓሉ ንሶም ግን ስለ ፊልሞን ምንም ዓይነት ደሃ ኣይንፈልጥን እንፈልጦ ነገር የብልናን ክብሉ እዮም ተሰሚዖም ነይሮም ማለት እዩ። ሕጂ ድማ ብተወሳኺ ትማሊ ዕለት ሰላሳ ሓደ ተጠርጣሪ ግለሰብ ኣብ ቀይዲ ምውዓሉ ፖሊስ ክፍለ ከተማ ዓዲ ሓቂ ኣብ መግለጺኡ ኣውጺኡ ኣሎ ማለት እዩ። እዚ ግለሰብ እዚ ካብቶም ንፊልሞን ክጭወይ ተሎ ወይም ድማ ክጨውዩ ተሓባበርቲ ዝኾነ ሓደ ዓብዪ እጃም ተጻዊቱ ተባሂሉ ዝግመተሉ ሰብ እዩ ኣብ ቀይዲ ውዒሉ ዘሎ ማለት እዩ። ስለዚ እዚ ሰብ እዚ ብጣዕሚ ደሃይ ኣጥፊኡ ንባዕሉ ደሃይ ኣጥፊኡ ኣበይ ከም ዘሎ ከይፍለጥን ተሓቢኡ ዝነበረ ሰብ እዩ። ትማሊ ግን ፖሊስ ክፍለ ከተማ ዓዲ ሓቂ ብመርከብ እዩ ገይሮም ጎርጒሮም ጎራጒሮም ተሓቢእዎ ካብ ዝነበረ ቦታ ኣውጺኦም ናብ ቀይዲ ኣውዒሎሞ ኣለዉ ማለት እዩ። ስለዚ ድማ ፊልሞን ሓውና ናይ ምርካብ ዕድሉ እናሰፍሐ ይኸይድ ከም ዘሎን ኣብ ዩኒክ ሾው ቀሪባ ሰበይቱ ከም ዝተዛረበቶን ኣነ ምንም ጸገብ የብለይን ነገር ግን እቶም ደቁ ገዲፉለይ ዝኸደ ውላድ ግን ብጣዕሚ ኣብ ከቢድ ሻቆሎትን ኣብ ከቢድ ሕማቅ ሂወትን ኣለው ነዞም ቆልዑ እዚኦም ክትብሉ እንተ ኺኢልኩም በጃኹም ዝኾነ ይኹን ቕርሺ ክንኸፍለኩም ኢና ብቕርሺ ኣይንደራደረኩምን እንተ ኺኢልኩም ግን እቲ ክንልእኸልኩም ንኽእል ቕርሺ ብመጠን ንጽር ኣቢልኩም ንገሩልና እቲ ሰብ ድማ ቐልጢፍኩም ክትሰዱልና ክትብል እያ ተናጊራ ማለት እዩ ብስልኪ ውን ከምኡ እየ ዝብሎም ናይ ቅርሺ ፀገም የብለይን ምስ በልክዎም እዮም ካብ ሰለስተ ሚልዮን ናብ ዓሰርተ ሓሙሽተ ሚልዮን ሓፍ ኣቢሎሞ ትብል እዛ ሓፍተና እዚኣ ድማ እዚ ዓሰርተ ሓሙሽተ ሚልዮን ዋላ ውን ምኸፈልኩ እያ ትብል ጥራሕ ብሂወት ይሃልወለይ እምበር ዓሰርተ ሓሙሽተ ሚልዮን ካብዚ ብንፃ ኣምፂኤ ምኸፈልኩ ነይረ ኢላ ውን ከም ዝተዛረበት ኣብ ዩኒክ ሸው ቀሪባ ቃላ ዝሃበቶ ዘረባ እዩ። እምበኣርከስ ክቡራት ተኸታተልትና ናይዚ ሓድሽ ተጠርጣሪ ኣብ ቀይዲ ዊዒሉ ዘሎ ግለሰብ ፅባሕ ማለት ውን ዕለት ዕለት ሰለስተ ኣብ ሕጊ ቀሪቡ ቃሉ ክህብ እዩ እዙይ እውን ናባኹም እናቡለልኩም ይኸውን ማለት እዩ። ኣካውንት ቲክቶክ ናይ ጓል ኣሉላ ኣባ ነጋ ብደቂ ውቕሮ ተዓፅዩ ክትብል ተናጊራ ኣላ። እዚ ኣካውንት እዚ ክዕፀው ዝኸኣለ ብሰንኪ ደቂ ውቕሮ እዩ። ደቂ ውቕሮ ትብል ተለኹ እውን ክብክሎም ማለት ኣይኮነን ትብል ጓል ኣሉላ። እቲ ኣዕጽዮምኒ ዘለዉ እቲ ሓደ ትዲኤፍ ኣማላይ ዝበሃልን እቲ ካልኣይ ድማ ዘመን ኣለምሰገድን እዮም ክትብል እውን ተዛሪባ ኣላ። እዚኦም ቅድም ክብል ኣብ ማሕበራዊ ሚድያ ክዝርጋሕ ከምዝነበረ እቲ ኣብ ትዲኤፍ ኣማላይን ጓል ኣሉላ ኣባነገን ኣብ ማእኸሎም ብዝተፈጠረ ግጭት ብዝተፈጠረ ባእሲ ትዲኤፍ ኣማላይ ኮነ ኢሉ ደቂ ዓዱ ዓዲሙ ኣብ ማሕበራዊ ሚድያ ወጺኡ ኩሉኹም ደቂ ውቕሮ ደቅኺ ውቕሮ ክልተ ኣውላዕሎ ሃምዚ ኢላትና ዚምያ ዛሓፍትና ኩላህና ኣብኡ ዘለኹም ኽትእስርዋን ኽትወቕዕዋን ኽትቐትልዋን ኣብዚ ዘለኹም ድማ ኣካውንታ ብምዕጻው ኩላህና እጃምና ነውጽእ ኢሉ ከም ዝተዛረበ ኣብ ማሕበራዊ ሚድያ ወጺኡ ውን ይዝከር እዩ እዚ ሓውና እዚ ኣብ ልዕል ገበን ገበን ከም ዝፈጸመ እዩ ተፈሊጡ ዘሎ ብመሰረቱ ትዲኤፍ ኣማላይ ምስ ሰወይቱ ናብ ማሕበራዊ ሚድያ መጺኡ ክባኣስ ተሎ ምሽጥር ሰወይታ ኣብ ማሕበራዊ ሚድያ ክዝርግፍ ተሎ እኳ ምንም ዘይሓፈረብ ወይም ድማ ምንም ዘይሓነኸ ሰብ ንጓል ኣሉላ ከምዙይ ንግበራ ክብል ዝሓንኽ ሰብ ከምዘይኾነ እውን ኩሉ ሰብ እናተዛረበን እናወቐሶን እዩ ዝርከብ። ነገር ግን። ኩሎም ደቂ ውቕሮ ኣይኮኑን ኸምዚ ገይሮም እቶም ክልተ ሰባት እዚኦም ግን ዓበይቲ እዮም እቲ ሓደ ተጋዳላይ እዩ ኩሉ ነገር ዝፈልጥ እቲ ሓደ ድማ ዓብዪ ዝበሃል ዘያሚ ሰብ ኩሉ ነገር ዝፈልጥን ዝሓስብን ዘስተውዕልን ሰብ እዩ ኸምዚ ክብሉ ተለዉ ግን ብጣዕሚ ዘሕፍርን ዘንውርን ነገር ከም ዝገበሩ እዩ ኩሉ ሰብ ናወቀሶም ዝርከብ ዘሎ ማለት እዩ ነገር ግን ዘመን ኣለምሰገድ ክልተ ሽሕን ዓሰርተ ሓሙሽተን ኣብ ኣርማ ዓሰርተ ሓሙሽተ እናሃለወ ዝገበሮ ዓብዪ ጥፍኣት እሱ ውን ይዝንግዖ ማለት ኣይኮነን እንተ ኽኢልኩም እዚ ቪድዮ እዚ ላይክ ሼር ኮሞንት ሳብስክራይብ እናገበርኩም እዚ ሊንክ ድማ ናብ ዘመን ኣለምሰገድ ክበፅሕ እዚ ቪድዮ ድማ ናብ ዘመን ኣለምሰገድ ክበጽሕ ግበርዎ ምክንያቱ ዘመን ኣለምሰገድ ብ ክልተ ሽሕን ዓሰርተ ሓሙሽተን ብ ኣርም ዓሰርተ ሓሙሽተ ዝሰረሖ ዓውዪ ጥፍኣት ኣሎ እቲ ጥፍኣት እሱ ድማ ሰብ ክወቅሶ ተሎ ዝመለሰሉ ዝሃቦ መልሲ ውን ኣሎ ሓደ ሰብ ክጋገይ ይክእል እዩ ነገር ግን እቲ ዝተጋገየ ሰብ ብምጽራፍን ብምንሻውን ዘይኮነስ ብምክርን ብማዕዳን እዩ ናብ ቀልቡ ዝምለስ ኢሉ ውን ኣብ ድረገጹ ጽሒፉ ክንደይ ልመና ብጣሕሳ ውን ይቅርታ ከም ዝበለ ይፍለጥ እዩ ማለት እዩ ስለዚ እዛ ሓፍትና እዚኣ ሓደ ከም ስራሕ ዝሕሰብ ነገር ጸሪፋትና ኢልካ ኸምዚ ምግባር ተገቢ ድዩ ኢልኻ ንኽትሓስቦ እውን ኣብ ምድርዳር ዘየብጽሕ ነገር እዩ ነይሩ። ምኽንያቱ ቁራልዮ ኢላ እኳ ተተጻረፈት እዛ ሓፍትና ኩሉ ደቂ ተምቤን ጸሪፍዋ እዩ ንዓኣ። ነገር ግን። እዙይዚ ግን ስራሕ እምበር ዓብዪ ናይ ኣታዊ ምንጪ ዘለዎ ስራሕ እምበር ጸርፊ ከምዘይኾነ ግን ኣይኮነን ካሊእ ህዝብስ ደቂ ውቕሮ ባዕሎም እውን ዝመስከርሉ እዩ። ምኽንያቱ ሰሪሕኻ ናብ ዓብዪ ደረጃ እትበጽሕሉ ስራሕ ተኾይኑ ጸርፊ ኣይኮነን። ጸርፊ ዝበሃል እቲ ነገር እሱ ንዓኻ ሽምኻ ለኽዩ በዓልካ ኣበላሽዩ ምንም ዓይነት ጥቕሚ እንተዘይህልዎ እዩ ጸርፊ ዝበሃል ድማ ይብሉ ሓደ ሓደ ደቂ ውቕሮ። እምበኣርከስ ካብዚ ብምብጋስ ድማ ትዲኤፍ ኣማላይን ዘመን ኣለምሰገድን ብህይወት እውን ክሕተቱ እዩ እናተብሃለ ዝርከብ። ምኽንያቱ ጓል ኣሉላ ኣባነጋ ኣካውንታ ካብ ዝተዓጸወ ጀሚሩ እሳ ህይወታ ክተሕልፍ ቤተሰባን ኣዕሩኽታን ከምዝበጽሑላ እውን እናተነገረ እዩ ዘሎ። ካብ ኣዕሩኽታን ካብ ቤተሰባን ዝተረኸበ ሓበሬታ እንተሎ ድማ፣ ኣነ ህይወተይ ከጥፍእ ዝውስነሉ ዘለኹ መንገዲ ብሰንኪ ትዲኤፍ ኣማላይን ዘመን ኣለምሰገድ እየ፣ ክሕተቱ እንተኾይኖም እውን ብህይወት ክሕተቱ ዘለዎም እቶም ዝሰብሰቡ እዮም፣ ምክንያቱ ኣነ ኣብ ህዝቢ ትግራይ ዝነበረኒ ፍቕርን ኣብ ህዝቢ ትግራይ ዝነበረኒ ተቐባልነትን ጥራሕ ዘይኮነስ ኣብ ናይ ባዕለይ ዝነበረኒ ኮንፊደንስ እውን ከስእኑኒ ኽኢሎም እዮም ትብል፣ ምኽንያቱ ኣነ ሰሪሐ ዝበልዕ ንባዕለይ ዝናበር ጥራሕ ዘይኮንኩስ ኣብ ሊብያ ዘለው ዝሳቐዩ ኣሕዋትናን ኣብ ሕክምና ኮይኖም ትዲኤፍ ዝሳቐዩ ዘለው ብጾትናን ንዐኦም ምሕክም እንኳን ኣነ እየ መጀመርያ ድምጺ ኮይነ ትብል ምኽንያቱ ኣነ ቤጃኹም ሃምዚ ንግበር ሃምዚ ንግበር እናበልኩ ካብ ኢድ መንግስቲ ዝኣቱ ዝነበራ ቅርሺውን ኣውጺእና ዳሬክት ናብ ኢዶም ክበጽሕ ዝገበርኩ ፈላሚት ሓንቲ ኣነ እየ ነይረ ነገር ግን እዚሕ ጽቡቕ ተግባራተይ ተረሲዑ ብናይ ሓንቲ መዓልቲ ዝተጋገኹዋ ጌጋ እሞ ድማ ብሓንቲ ቃል ኢሉ እውን ነዚ ቃላት እዚ ክንደይ ግዜ ደጋጊመ ይቅርታ ዝበልኩሉ ይቅርታኺ ክንቕበል ኣይንክእልን ኢሎም ናብዚ ደረጃ ዘብፅሑኒ ዘለዉ ግን ትዲኤፍ ኣማላይን ዘመን ኣለምሰገድን እዮም ምኽንያቱ ኣብ ሚድያ ወፂኦም እዛ ቆልዓ እዚኣ ክትቅተል ኣለዋ ክትእሰር ኣለዋ ኣካውንታ እውን ክዕፀ ኣለዎ ኢሎም ኣብ ማሕበራዊ ሚድያ ደረቶም ነፊሖም ካብ ዝተዛረቡ ክልቲኦም ደቂ ውቕሮ እዮም ካልኦት ደቂ ውቕሮ ግን ንዓየይ በደልተይ ማለት ኣይኮኑን እቶም ዝፈትዎም ዝቐርቦምን ደቂ ውቕሮ እዮም ትዲኤፍ ኣማላይን ዘመን ኣለምሰገድን። ኸምኡ ከም ዝበሉ ዘይከሓድ ሓቂ እዩ ምኽንያቱ ኣብ ቲክቶክ ላይቭ ኣትዮም እዮም ደቂቁሮ ሰብሲቦም ከምኡ ኢሎም ክዛረቡ ዝተሰምዑ እቲ ቪድዮ እውን ኣብ ኩሉ ሰብ ይርከብ ምኽንያቱ እዞም ሰባት እዚኦም ኸምዚ ክብሉ ተለው እንታይ ስለ ዝሓሰቡ እዮም ኸምዚስ ይበሃል ድዩ ኾይኑ ይብል ሓደ ሓውና ድማ ምቕናይ ኣለምኪኤል ዝበሃል እውን ብመሰረቱ ንዘመን ኣለምሰገድን ንትዲኤፍ ኣማላይን ክጸርፎምን ካዋርዶምን ተሰሚዑ እዩ ምኽንያቱ እዚ ድማ ኩሉ ሰብ ሓቅኻ ኣለኻ እዩ ኢልዎ ስለዚ እዞም ክልተ ሰባት እዚኦም ህይወት ጓል ኣሉላ ኣባ ነጋ ኣብ ሓደጋ ወዲቑ ኣሎ ኢሉ እውን ህይወታ ናይ ምጥፋእ ዓርሳ ክተጥፍእ እውን ብዙሕ ሙከራታት ትገብር ከም ዘላ እዩ እናተነገረ ዝርከብ እዛ ሓፍትና እዚኣ ብህይወታ እንድሕር ፈሪዳ ግን ክልቴኹም ቀንደኛ ተሓተትቲ ክፍረደኩም ዝኽእልን ዘመን ኣለምሰገድን ትዲኤፍ ኣማላይን ኢኹም ኢሎም እውን ኣለው። ብዙሓት ሰባት ድማ ብዙሓት ደቂ ትግራይ ካብ ጫፍ እስካብ ጫፍ ድማ ነታ ቆልዓሳ ተጋግያ እያ ይቅርታ ድማ ብተደጋጋሚ ሓቲታ እያ ይቅርታኣ ተቀቢልኩም ይቅርታ ክትገብሩላ ዘይከኣልኩም ክልቴኹም ኢኹም እዛ ቆልዓ እዚኣ ኣካውንታ ምዕፃው ኣይኮነን እቲ ሕማቅ ነገር ሂወታ እንተሓሊፋ ግን ሂወታ እንተጥፊኣ ባዕላ እንተጥፊኣ ግን ዋነኛ ተሓተቲ ህዝቢ ትግራይ ክሓተኩም ዝኽእል ክልቴኹም ንስኹም ኢኹም ክብል እውን ብሂወት ከሕትተሎም እውን ተባሂሉ ኣሎ ማለት እዩ። እምበኣርከስ ክቡራትን ፍቱዋትን ተኸታተልትና፣ ናይ ሎማዓንቲ ዝበልናዮ ዛዕባታት እዞም ክትሰምዕዎም ዝጸናሕኹም ይመስሉ ነይሮም። ምሳና እስካብ ሕጂ ብምጽናሕኩም ኣዝየ እናመስገንኩኹም፣ ቕድሚ ምውጻእኩም ግን ላይክ፣ ሼር፣ ኮመንት ብዓቢኡ ድማ ሳብስክራይብ ከይገበርኩም ከይትወጹ።